ጽብቕቲ ስራሕ ዶ ደሊኺ ትኾኒ? እወ ስራሕ ደልየ እንደ ኣብዚ ጠጠው ኢለ ዘለኹ ዋይ ብእውነት ከማኸ ትፅብቕ ሰራሕተኛ ይረክብ ዝብል ግምት ከማን ኣይነበረንን ብሓቂ ሙሉእ ከዲ ሰምዖ ደይብለይ ሰራሕተኛ ዲኹም ደሊኹም መፂኹም ዋላ ሰበይቲ ኢኹም ደሊኹም መፂኹም ካብ ክልቲኡ ሓደ እዩ እንታይ ፀገም ኣለዎ ከምዚ ከማኸ ተተረኺባ ደኣ ወይ ደምፃኩም እንዶ ግዳ ጌርኩም ኪዱ ኣነስ ደምፀኒ እየ ዝገብር ዘለኹ ኣብ ባሕርስ ኢድካ እትዎ እሞ ወይ ኢድካ ተሓፂብካ ትወፁ ወይ ከዓ ዓሳ ምዝዝ ቢልካ ሒዝካ ይዕዝር ንገዛ እኮ እያ ወይ
ኣብ ደይመን ጠቢትክን ኣይተንጥባ ኢድክን ሓዊ ከይነጥበክን ክበሃል ከሰሚዕኩም ዶ ትፈልጡ ኣነ ሓቂ ዘረባ ንምዝራብ ዘይምልከተን ንምስላ ኣይሰብነን ኣቱ እስኹም ዝኸልት ተጨጉርቂልኩም ሓደ እግርኹም ጉድጓድ ኣትዩ ምስ ሰበይትኹም ምቐረብኩም እምበር ሰበይቲ እንዳማትኩም ሙጠመትኩም

ኣቲ ክንደይ ዘረባ ትፈትዉ ጓለይ መዋቲት እያ ሰበይተይ። ዋይ ሓወይ ዋይ ሓወይ ጸገም እንዲኹም ደኣ ረኺብኩም። ጸገም ተበልኹኸ ጸገም ተበልኹኸ ክልተ ቆልዑት ገዲፋትለይ ንዕኦም ከዕቢ ዓሰርተው ክልተ ዓመት ከርተት ኢለ እየ ክገርመኪ። ዋይ ሓወይ እሞ ሕጂ ደኣ መተካእታ ሰበይትኹም ዲኹም ደሊኹም ዋላስ ደቅኹም ተተዓብየኩም ሰራሕተኛ ኢኹም ደሊኹም። ከምዚ ከማኹም ምልዖ እንተረኺበስ ዓይነይ ኣይምሓሰኹን ብእውነት። ኣይ ኣበይ ደሎ ምልዖ እዩ ዳዕለስለስ ኢልና ኣሪግና ዘለና ደኣ። ምልዖስ ምልዖ ኢኺ ብሓቂ ሸዊት ክረምቲ ኢኺ ከማን ትመስሊ። ስምዒ እንዶ ክነግረኪ ንስኺ ሓዳር ጌርኪ ዶ? ምምርዓው ዝተመርዐ ነይረ። እንታይ ደኣ እሞ ጃስ ሰኺር እናመፀ እንዳቐጥቀጠ ዳሪ ምስ ኣብልዓንስ ፈቲሐዮ። ዋይ ንዓኺ ትመስል ምልዖሲ ክንዲ ቶርታስ ዱላ ከብልዓኪ። ጥራሕ ኢልኩም ልዕሊ ኩሉ ኣለኩም ሰኽራም እዩ ሰሲኺሩ መፂኡ ተኸኽ ምስ ኣበለን እንታይ ረኣምኩ እንኳዕ ፈታሕኽዮ ብእውነት ኣነ ከ ሰኽራም ኣይብርሃንን ኣይብርሃንን ከማን ክገርመክ እውይ
ስምዕ እንዶ ክነግረክ ወሊድኩ ዶ ሙላሲ ወለድኩ እሞ እንተ ዓሽኽ እንቲ ኣንቲ ትዕሸው ኣለኺ ስምዕ ባቲ ግዜ እባ ተጠቀምሉ ጓል ኣንስተይቲ እኮ ዕድሜ ዓዘርተ ኢሉ ኣይተርክቦን እያ ኣይተርክቦን እያ እኮ መዓስ እሞ ኣርኪበሉ እምበር ኣነስ መዓስ ጸሊኤ ውላድ ዶ ጽላእ ኮይኑ ደሓን ደሓን ደሓን ከተርክብሉ እያ ንዕናይ ጥራይ ሕጂ ንዕና ናበይ ክንከይድ ደኣ ንዕመባ ደሞዝ ንሰማማዕ ዋይ ተሰማሚዕና እኒና ግን ትብልክን ተሰማሚዕና ዋ ንዕመ ብዛዕባ ደሞዝ ዝምልከት ኣይተዛረብና ፈጢና ኣንቲ ብዝበልክዮ ከፍለክ እየ ንዓይ ክሎም መዓንቲ ኣይገድፈክን እየ ንዕናይ ጥራይ ከማትየኩም ደኣ ሳንጣና ድብ ቅርብ ኢልዓና ደኣ ንዕና ይበሉ ከመይ ድበሉ